ቁሩብ ቁሩብ ቁሩብ ሰሪሕካ ወሸቂጥካ ዘይትናበር ሃቡን ህበይን ዝገብር ጸላኢና ገጽ ናይ ሰበረ ስራሕኻ ዘይትሰርሕ እልፉ ምልማን እንዳ ኣብ ኩሉ ዓለም ዘሎ እንድዩ እቲ ደረጃ ይፈላለ ኸውን እምበር ምልማን እንዳ ኣባይ ተጀሚሩ ድዩ መንግስቲ ካብ መንግስቲ ሰብ ካብ ሰብ እንስሳ ካብ ወዲ ሰብ እንዳለመነ እንዲ ዝናበር ኣነ ዝመሃዝክዎ ሓድሽ ስራሕ መዓስ ኮይኑ ዝነበረ ዘይኮነ እንዳ ምልማን ኣልመይኖ ስኻ ስንኩል ኮንካ ካልእ ካልእ ጸገማት ሃሊካ ዕቤት ሃሊካ ክትልምን እኮ ኣይኽፍኣልካን እቲ ሰብ እውን ተደናጊጹ እዩ ዝተኽበልካ ንስኻ ግን ምስ ሙሉእ ጥዕናኻ ከለኻ ምስ ሙሉእ ሓይልኻ ንምንታይ ንብሩ እንዲንታ ለማኖ ኣብ ክንደይ ከም ዝምቀሉ ትፈልጥ ዶ? ኣይፈልጥን።
በል ኣብ ክልተ እዮም ዝምቀሉ፣ ጉልባቦም ዝቆልዖ ለማኖን ጉልባቦም ዘይቆልዖ ለማኖን። ጉልባቦም ዝቆልዖ ለማኖ ከምዚ ከማና ጉልባቦም ዘይቆልዑ ለማኖ ከኣ ከምዚ ከማኻ ማለት እዩ። ኣይ ብርሃነ እዚ እሞ ብናትካ ኣ- ኣዘራርባ ድዩ ከምቲ ክበልዑ ዝደልዩ ኣባጉማሕሲ ዛግራ ይብሎ ይብሉ ሕጂ ንስኻሲ እንታይ ኮይነልካ ኢኻ ትልምን ዘለኻ ወርቂ ኩርኩር መሕረም እንታይ ኢኻ ኮንካ ንስኻሲ ዓይንኻ ድዮ ተሰዊሩ ወላ ኣካልካ ድዩ ጎዲሉ ስንክልና ድለካ ስንኩል ዲኻ ንስኻ ድኽነትስ ንባዕሉ ስንክልና እንድዩ። በዚ ናትካ ኣዘራርባ ዶ በዚ ናትካ ኣዘራርባ ድኽነት ካም ስንክልና ከፍእዎ ግን ከይደለኹ ጥራይ ብርኹ መዓልቲ ሕማቕ ኣለኻ ሕማቕ ኣለኻ ጥራሕ ጥራሕ ሕማቕ ኣለኻ ሳንቲም ሕርሙ እንታይ ተኸበለይ ኢለ እስኪ በል ስነ ጋብር ኣሕዋተይ ስነ ጋብር ከም ፀሓይ የብርኩም ከም ወርሒ የድምኩም ስለ

ግን ብዙሕ ግዜ በዚ ከባቢ ክትመላለሲ ገለ መለእኪ ኣብዚ ከባቢ ኢኺ ተወሊድኪ ዓቢኺ? ኣይ ኣብዚ ተወሊደ ኣብዚየ እኻ ዓብየ። ግን ኮምኡ ኣይትመስልን ክቲ ገጽኪ ዋላ እቲ ኣካይዳኺ ገለ ክሪኦ ከሎስ ዳኣ ወጻኢ ዝነበርኪ ወይ በዚ ካምቦበሎ ትራቮሎ ዝነበርኪ ኢኺ ትመስሊ። ሰብ ዝቕመጠሉ ቦታ ብገጹ ክትፈልጦ ትኽእል ዲኻ? ኮምኡ ማለተይ ኣይኮንኩን። ኣይ ብገጹ እኳ ክትፈልጦ ኣይትኽእልን ኢኻ ግን ኣለኪ ምሽ። እቲ ስነ ስርዓትኪ ኣካይዳኺ ኩሉ ነገርኪ ኩሉ ሻዕ ክትመላለስ ስለ ዝርኤኪ ኣብዚ ከባቢ ብከምኡስ ተኣሽሙ እየ ኢለ እየ ግምት ወሲደ የቀንየለይ እሞ ፍቃደኛ ትኾንኪ ሎማዓንቲ ሻድን ሰብ ተራኺብና ሎሚ እኮ ይጥዕመንን እዩ ካልእ መዓልቲ እንተንራኸብ ምሓሸ እሞ ቴሌፎንኪ ምሃብኒ ናተይ እኮ የብለይ ናትካ ምሃበኒ ብናይ ጎደና ክድውለልካ በሊ ባዶ ሸውዓተ ዕስራን ሽዱሽተን ዓሰርተ ሸውዓተ ሰማንያን ሸውዓተን ክድውለይ እሞኒ ሓደ መዓልቲ ኮፍ ኢልና ተራኺብና ክነዕልል ኢና በቃ እሺ

ብምኽንያት ምቅይያር ባጤራ ናቕፋ ምልማን ንግዚኡ ደው ኣቢለ ኣለኹ። በዚ ሓዲሽ ባጤራ ክትተኹቡለይ ንእትደልዩ ግን ባዶ ሸውዓተ፣ ሰማንያን ሓደን፣ ዓሰርተ ሓሙሽተ፣ ዓሰርተ ሰለስተ ደዊልኩም ንክተኹቡለይ ብትሕትና ይሓትት። ካብ ዕለት ዕስራን ሸውዓተን ዓሰርተ ክልተ ዓሰርተ ሓሙሽተ ግን ሓዲሽ ባጤራ ተዘይኮይኑ ኣረጊት ባጤራ ከምዘይቅበል ኣቐዲመ ይሕብር። ትካል ልመና ብርሃነ ገነነ። ከመይ እሞ ዮሃና ደሓን ዶ? ቤተሰብ ገለ ህይወት ከመይ ኣሎ? ደሓን ኢና ንጽባ ኣለና። ይገርመኪ ዮሃና ካብታ ንርእ ሰዓት ኣትሒዝናሲ ክሳብዛ ዝሕጂ ዝገርመከሲ ክነግረኪ ይክእል በዚ ፍቅርስ በቃ ኣብ ልበይ ኣትዩ ከምዚ ተተለማመድና ከመይ ገይሩ ፍቅሪ ሕዘካ ፍቅሪ እኮ ምልምማድ ይመስለኒ ንሱስ ፅቡቅ ኣለኺ ምልምማድ እዩ ግን እንታይ ድመስለኪ ርኢ መሰበልኩኸስ ኣብዛ ልበይ እንዲኺ ኣቲኽኒ ካብታ እዋን እቲኣ ስጋብ እዛ ሰዓት እዚኣ ኣነ ከማን ኣብኣ ከለኹስ እንታይ እወዲእ ከምዚ ንዙር ንገለ ዘይኮንኩሲ ሓደራ ክገብር እየ ዝኽእል ስለዚ ፍቃደኛ ትኾንኪ ሓደራ ክገብረልኪ ካልእ ወላ ሓንቲ የብልኒ ኣነ ጓልድኻ ንስኻ ዶክተር ዘይከው ስምዕና ንረኪ ሰብ እኮ ክውለድ ከሎ ከምስ ሃፍቲ ይውለድ እዩ ድኽነት ከዓ ወንጀል ኣይኮነን ፍቕሪ ከዓ ነዊሕ ኣይብል ሓፂር ድኻ ኣይብል ሃብታም ፀሊም ኣይብል ቀይሕ እንድሕሪ ተፋቲኻስ ወላ ሓን ፀገም የብሉ ሱስ ሓቅኻ ግን ገዛና ዘመድ ሽማግለ ለኣኹሞ ካብኡ ንሪኦ

ንደጌኻ ትምለስ ብኸምኡ ገዛ ስለ ዝጸበበና ኢና ናብዛ ደገ ጌርናያ ኣይትሓዙልና ገዛ ጸቢቡና። ንቁምነገር ኢና መጺእናኩም ወድና ዶክተር መስቀላይ ንጓልኩም ዮሃና ንክትብና ጸግዒ ክትኮኑና ኢና መጺእናኩም። ግና ዶክተር መስቀላይ መን እዩ? ዶክተር መስቀላይ የሴፍ ይበሃል እዚ እዩ። ናይ ብዙሕ ስራሕ ዓመታት ተሞክሮ ዘለዎ ርህሩህ ሰብ ለጋስ ኢድ ካብ ኣፉ ኢትኸሉ ዘይናኸስ ኣላዪ ሰብ እዩ ፈቃር ሃብታም ግርም ወናኒ ገዛውቲ ጽቡቕ መዓት ማካይን እሞ ሲ እንታይ ክትፈልጥዋ ዘለኩም ኣነ ኣብ ዓንኬል ድኽነት እየ ዝነብር ማለተይ ዘለኒ የብለይን ብልመና እየ ዝመሓዳደር ማለተይ እየ ሕጂ ከኣ ጓለይ ኮመርዕው ጓለይ ወርቂ ክሽልም ጓለይ ገዝሚ ክህብ ዓቕሚ ስለ ዘይብለይ ዘለኒ የብለይን ማለት እየ ጓለይ ከመርዖ ኣይክእልን ዋላ ሓንቲ ሽግር የለን ጓልና ማይ ሓፂብና ንወስዳ ጥራይ መሪእኩም ሃብና ፅቡቕ ዘረባ እወ ከምዚ ብርሃነ ክብሎ ዝፀንሐ ብርሃነ ምሽኪናይ ዘለዎ የብሉን ብልመና እዩ ዝናብር ኣብ ሰዓት ዝኻ ጓሉ ክምርዑ ይኮነን መግዝኢ ናይ ኪሎ ሽጉርቲ ውን የብሉን ከምቲ ዝበልኩሞ ዶክተር መስቀላይ ሸሊሙ እንድሕር ወስዳ ኮይኑ ጽባሕ እንኮ ካብ ጓል መንያ ሰይቲ መንያ እዩ ዝበሃል ከምቲ ኣብ ሽሮ ጠስሚ ተወሲኽዎ ጣዓመይት ነገሩ ተሸለምካያ ሰኻ ከዓ ኣብቲ ርእሲ ምልዖሙ ምሳላ ምልዖያ ክትመስለልካ ቆልዓ ከኣ ድወጻብላን ንትርፊ ስእነት ካብ ልቦና ድዩ ልቦና ካብ ውሕልነት ድዩ ውሕልነት እንታይ እሞ እዚኣ ትጎድላ ትበሃል ቆልዓ ኣይኮነትን ዓይንኺ ትደፈን ዝብላ የብላን እ? ኩሉ ዘማልእ ቆልዓ ውስጣዊ ጽባቐ ደጋዊ ጽባቐ እ? መባልይቲ መፋሪቲ ጥራይ ይግበሮ እሞ ርኸቡ ይትሳእኑ በዚኣ ተሰማሚዕና ኣለና ማለት እዩ ግና ኣድሚኡ ሓንቲ ዘረባ ኣላትና ኣነ ድዛረባ ጽባሕ ንግሆ ንጓለይ ዮውሃና ክዋራዘየላ ኣይደልን እየ። እወ ክዋራዘየላ ኣይደልን እየ። ኣንቲ ጓል ለማኒት፣ ኣንቲ ጓል ድኻ፣ ኣብ ሃፍታም ገዛ ኣእትየኪ፣ ኣብዚ ምቾት ኣቲኺ፣ ወርቂ ተሸሊምኪ፣ ሃብቲምኪ ክብላ ስለ ዘይደሊ ክልተ ወርሒ ምሉእ ይለምን። እባ እንታይ ከ እዋ!
ተስምዓኒ ዘላ? እዋ!
ምሉእ ዶክተር ተባሂሉስ ክልምን? ክልተ ወርሒ ሙሉእ ይለምን። ጨጉርና ደቕሊልኩም እንታይ ድዩ መሲልኩም ኣሕዋት ትዕቢት መናብርትና እዩ እወ ሓዳር ከዓ ኩናት እዩ ውግእ እዩ ኣብ ሓዳር ከዓ ምፅዋርን ምክእኣልን እዩ ዝሓትት ፅባሕ እንኳ ኣብ መንጎ ሓዳር ምግርጫው ከዓ ዘሎ እዩ ንቡር እዩ ከም ገለ ሎሚ ዝገራጨው ኣይግበሮ፣ ንሱ ብቓላት ምስ ዘጥቅዓ፣ ንሳ ብቓላት ምስ እተጥቅዖ፣ ጓል ዝለማኒ ኢሉ እቲ ምውርዛይ ክመጽእ ይኽእል እዩ። ስለዚ ንሕና ከኣ ነቲ ምውርንዛይ ንምዕጋት እንታይ ኢና ክንገብር ዘለና? እ ዶክተር መስቀላይ ክልተ ወርሒ ክልምን ከም ዘለዎ ጥራሕ። ኣነ እውን ምስ ዓርከይ ብርሃነ እሰማማዕ እየ እወ
በሉ ክስታይ ክንገብር ሽ ናይ ሓሙሽተ ደቂቆ መዕድል ሃቡና ንእሽተይ ተዘራሪብና ምፅና ግርም ክንነግረኩም ፅቡቅ ፅቡቅ ሰናይ ሰናይ ዘረባ ፅቡቅ ምክርኩም
ዶክተር ዝበሎ ስምዕካዮ ኣለኻ እቲ ምርጫ ግን ናትካ እዩ እንታይ ትገብር ንሓይሽ እንታይ መስለኩም ኣነ ንስለ ፍቕሪ ኢለ መስዋእቲ ከፊለ ግን ክልተ ወርሒ ስለ ዝነውሐኒ ሓደ ወርሒ ይግበሩለይ
ስማ እሞ ሓደ ወርሒ ሙሉእ

ዕድል ሃቡኒ ኢና ንብል ዘለና።
እወ ደሓን ደሓን ተዘራሪብና ምስ ብርሃነ ጥቦ እወ ዶክተረ መስቀላይ ኣብቲ ስርሑ እቲ ሆስፒታለ ዝቆፀሮም ሕሙማት ክህልው ይኽእሉ ካልእ ካልእ ስራሓቱን ክህልዎ ስለ ዝኽእል ንሕና ንዑ ክንዕንቅፎ ስለ ዘይንደሊ ብል ኣለዎ ብርሃነ እቲ ንክልተ ወርሒ ኢልና ነበርና ንሓደ ወርሒ ጌርና ኣለና ኢልዎ ፅቡቅ እወ ርሓሰና እወ እወ እሞ ኣሕዋት ካብ ፍቓድኩም ኣይንወፅን ኢና እንዲ ንብል ዘለና እቲ ክልተ ወርሒ ነዊሕኒ ወርሒ ክልምን ካብ በለ ርሑስ ወርሒ ይለምን ብድሕሪኡ መርዓና ንቆፅር እምበኣር ዶክተር መስቀላይ ስኽፍክፍ ክብለካ የብሉን ናይ ኣላማምና ስልጠና ንሰለስተ መዓልቲ ባዕለይ ስልጠና ክበካ እየ ከመይ ጌርካ ከብዲ ሰብ ትበልዕ ከመይ ገይሩ ሰብ ከይፈትዎ ካብ ጅብኡ ውፅኡ ይትኽበልካ ንሰለስተ መዓልቲ ስልጠና ክበካ እየ ኣላማምና ናባይ ግደፎ ድሕሪ ሰለስተ መዓልቲ ስልጠና ናብ ልመናኻ ትኸይድ ካብኡ ወርሒ ምስ ለመነ መርዓና ንቆፅር ርሑስ ዘኹነልና እወ እወ እወ እንታይ ድመሲልኩም እወ መገዲ ምስ ወዲ ዓዲ ዝበሃል ኣዘራርባ ኣሎ ሕጂ ሰብ ስራሕካ እንድዩ ሕጂ ዶክተር መስቀላይ ዶተር ኢኻ ንስኻ ኣብቲ ስራሕካ ኦስፒዳለ ብርሃነ መፅዩ ንሰብ ጥብሓዮ ኦብራሴን ግበሮ ተበልካ ይገብሮ ዶ ዋ የሙቶ የሙቶ ክቆትላ እወ እወ ደረሆ ኦብራሴን ይገብር እወ እወ ሕጂ ሰብ ስራሕካ እንዲ ርእሱ ዝኸኣለ ኣሰራርሓ ስለ ዘሎ ብኸምኡ የኸሰልጥነካ ዝብለካ ዘሎ ቂር ከይብለካ እወ
ስለ ፍቅሪ ክብል ሽግር ወሪዱኒ ከክለትኩም ሓውቲ ሓጉዝኒ ስለ ፍቅሪ ስለ ፍቅሪ ክብል ሽግር ወሪዱኒ ከክለትኩም ኣሕዋት በጃኩም ሓጉዝኒ ስለ መድሃኒኣለም ኣሕዋት ካባይ ድሕንኩም ስለ ፍቅሪ ክብል ናብ ዝወዲቆ ዘለኹ ስለ ፍቅሪ ክብል ናብ ዝወሪዱኒ የሕዋተይ መዓረይ ከክለትኩም ሓጉዝኒ ስለ ፍቅሪ ኣሕዋተይ ስለ ፍቅሪ ኣብ ሕሰ መድሕንኩም ኣሕዋተይ
ዶክተር መስቀል ደሓን ዶ ውዒልካ መዝገን ደሓን ይደልየካ ኣሎ ኢሎምኒ እንደ ንሄለካ ካብዛ እንዳ ኪዳነ ምሕረት መፅእካ ብደሓን ዳ ደሊኻኒ ነገርና ክንውድእ ኢለ ሕጂ እንታይ ድዩ መሲሉካ ዶክተር መስቀላይ ወርሕን ክልተ ሰሙንን ገርካ ምልማን ካብ ትጅምር ኣኺሉካ እዩ እዚኣ ምልማንሲ ምርመራ ናብታ ንመርዓ እንድያ ነይራ ሓሊፍካ ኢኻ እቲ ምርመራ ሕጂ እንታይ እዩ ንስኻ ናብ ስራሕኻ ክትምለስ ናብቲ ስራሕኻ ቋሚ ስራሕኻ መርዓ ክንቆጽር ኢለ ጸዊዐካ። ኣኣ ልመናይ እንዳገበርኩ መርዓ ንቐጽል ተበልካ ጽቡቕ ተዘየለ ግን ኣይሰማማዕን እየ ልመና ዝበሃል ኣየቋርጽን ሕጂ። ነውሪ እንታይ እኻ ትዛረብ ዘለኻ ዶክተር መስቀላይ። ንስኻ እኮ ኣብ ትሕቲ ፈጣሪ ሂወት ናይ ሰብ ኢኻ። ክንደይ ነብሰጾር ኣለዋ ክሓርሳ ዝጽበያኻ ዘሎዋ ክንደይ ሕሙማት ኣለዉ ክትፍውሶም መድሃኒት ክትህቦም ወኒ ተፈዊሶም ክሓውዩ ዝጽበዩ ዘለዉ ብዙሓት ሰባት ሓደጋ ዘጓንፎም ኣሎሞ ናትካ ረዲኤት ዝጽበዩ ብዙሓት እዮም ስለዚ ይኣኽለካዩ ናብ ስራሕኻ ተመለስ ንሕና ከኣ መርዓ ንቁጸር። ኣነ እንቶም ትብሎም ዘለካ ሕሙማት መድሃኒኣለም ኢዱ የንብረለም እንተን ሓራሳት ድማ ኪዳነምህረት ብሰላም ትምጻየን ኣነ እንዳለመንኩ ሓዳነይ ገብሬ ትብል ተላ ንግበር ኣይፋል እንተልካ ይትረፈኒ ከይደ ኣለኹ። እቲ መርዓ ከ?
ኣይፈልጥን እየ። በል ኣነ ከኣ ጓለይ ንለማኒ ኣየመርዕውን እብለካ ኣለኹ።
ኣንታ ብርሃነ እቲ ሕጽይ ጓልካ ክልምን ሰሚዐሲ ይገርመካ እቲ ድምፁ ናይ ማህሌታይ ያሬድ ድምፂ ድጥዕም ምእንተ ፍቕሪ

ሎሚ ምልማና ይገድፎ ጽባሕ ይገድፎ ኣነ እዚ ኩሉ ዓመታት ዝተምሃርኮ ኣጣዒሱኒ ኣብዚ ትኪ ዘይብሉ ፋብሪካ እንከሎሲ እንታይ ምስ ኣእተወኒ እየ ኣጣዒሱኒ ዝተምሃርኮ እዚ ኩሉ እቶት ሎሚ እየ ፈሊጠ ናይ ምልማን ኢሉ ሎማ ይገድፎ ጽባሕ ይገድፎ ኢሉ መርዓ ፋሕ ኢሉ ዶተረ ዳኒ ሕማም ምስ ኣጥፈ እምበር ባዕሉ ድማ ሓመመ ባዕልኻ እንዲኻ ኸኣ ተሓማሚ እቲኻሉ ብርሃነ ባዕልኻ ኸኣ ተሓማሚ እቲኻሉ